ሰላም ሰላም ደቂ ዓበይትዋይ ናይ ዩቲዩብ ቻናለይ ተኸታተልቲ ብብዘለኹምዎ ሰላም ክትኾኑ እናተመነኹ ሎማዓንቲ ከምቲ ትርእይዎ ኣለኹም ኣብ ሓውሰዋ ቦታ እየ ሒዘልኹም መፅየ ኣለኹ ብዙሓት ሕዋተይ ከም ሕቶኹም መሰረት ኣብ ሓውሰዋ ክልተ ሚእቲ ካሪ መትከል ሒዝኽና ንዒ ሓበሬታ ዝበልኩምኒ ይሆ ሒዘልኩም ደበኽ ኢለ ኣለኹም ንዛ ቻነል እዚኣ ሓደስቲ ዝኾንኹም ሼር ላይክ ሳብስክራይብ ምግባር ቤተሰብ ኹኑ ቤተሰበይ ዝኾንኹም ድማ ላይክ ሸር ናጎርኩም ክትኣትው ብትሕትና ይሓትት ናይ ገዛ መሳርሒ ስሎ ቦታ ካሊእ ካሊእ ነገር ሒዘልኩም ስለ ልመጽእ ሓበሬታ ልደለኹም ኣሕዋተይ ላይክ እናጎርኩም እቶም ማለት እዩ ኣቱም ተተባብዑኒ ካብ ልቢ እየ ዘመስግን እንደገና ድማ ቤተሰብ ዘይኾንኩም ለ ሳብስክራይብ እናጎርኩም እተው ማለት እዩ ንክላ ጉዳይና ያው ኣብ ኮመንት ብዝሓት ኣሕዋተይ ስለ ልጠየቅኹምኒ ሓውሰዋ ክልተ ሚእቲ ካሪ ሒዝክና ንዒ ሓበሬታ ክንደይ ከም ዘሎ ኣብዚ ጥቃ ትምህርቲ በትና እንደገና ድሞ ካብ ፀርጋ ንእሽተ እንድዕል ኢልካ እውን ብደንቢ ገርኺ ጠይቅና ዝበልኹም ንሕዋተይ ከምቲ ትሪእዎ ኣለኹም ገዛታት ብጣዕሚ ሓዱሽ ደዛይን ይስራሕ ኣሎ ገዛታት ከምቲ ትሪእዎ ኣለኹም ጫዓ እዩ ዝመስል ደስ እውን እዩ ዝብለካ ሓውሰዋኸ ማይ መብራህቲ ኣለዎ ዶ እንደገና ደሞ ካርታ ከኣትዮ ዝበሃል ወረታት ሲ ኣሎ ዶ ዝበልኩምኒ ኣነ ፀረ ቢለ ክነግረኩም እየ ያው መትከል ክንደይ ከም ዝበሃወሎ ያው ኣብዚ ሸውዓተ ወርሒ ኣብዚ ሸሞንተ ወርሒ እዚ ከምቲ ትፈልጥዎ ብጣዕሚ እዩ ካዊሩ ነይሩ እስካብ ሸሞንተ ሚእቲ እዩ እናተሸጠ ነይሩ ማለት እዩ እስካብ ሸውዓተ ሚእቲ እውን በፂሑ ነይሩ ሕዚ ሰዓት ደሞ ከም ዝፍለጥ ቦታ ብጣዕሚ እዩ ረኺሱ ዘሎ ምስቲ ዓድና ዕግርግር ንምኳን ኣያው ዓድና ከምቲ ትፈልጥዎ ኣይተረጋግዐ እዩ ዘሎ ስለዚ ኣብዚ ቦታ ዘሎ ኣረኣእያ ድማ ብጣዕሚ ብጣዕሚ ብጣዕሚ ብጣዕሚ እዩ ረኪሱ ዘሎ ኣብ ካርታ ለውሉ ይኹን ካርታ ለለዉ ይኹን ሲ ብጣዕሚ ብጣዕሚ እዩ ረኪሱ ዘሎ ስለዚ ልመትከል ክልተ ሚእቲ ካሪ ነባር ርሕዝቶ እውን ኣሎ እዩ ሓንቲ መትከል እውን ኣብዚ ትምህርቲ ቤት እዚ ጥቓታት ትርእይዎ ኣለኹም ኣብኡ ሓንቲ ቦታ ነፃ ቦታ ትሽወጥ ኣላ ክልተ ሚእቲ ካር ማለት እዩ ኣሕዋተይ ልትገዝኡ እንድሕር ደኣ ሃሊኹም ኮይንኩም ቁፅሪ ስልኪ ፀሓፊልና ኢልኩም ንጎርኒ ክፅሕፈልኩም እየ ምስኡ ከደሓሕዘኩም ክኽእል እየ ማለት እዩ ምስ ተሸዋጥና ደላሊ ስለዚ ልክልተ ሚእቲ ካርኸ ክንደይ ከም ዘሎ ነባር ትሕዝተኸ ክንደይ ከም ዘሎ ብዝብል ሕቶ እየ ሓቲትኩም ነርኩም ስለዚ ክልተ ሚእቲ ካሬ ብዝሐ ሰዓት መትከል ማለት እዩ ነባር ትሕዝተ ዘይኮነሲ መትከል ኣብዚ ሕዚ ሰዓት እስካብ ሽዱሽተ እስካብ ሽዱሽተ ሚእቲ ሓምሳ ይሽወጥ ኣሎ ማለት እዩ። ቅድም ኢልካ ትፈልጡ ኢኹም እስካብ ሰለስተ ሚእቲ እስካብ ኣርባዕተ ሚእቲ ኣብዚ ዓመት እዚ ልገዛ ኣሕዋትና ነይረን። ሕዚ ሰዓት ግን ከምቲ ያው ንእሽተን ሓፍ እናበለ ናረኸሰ ሓፍ እናበለ ናረኸሰ ስለ ዝኸድሎ ሕዚ ሰዓት ከ ኣብ ፅርጋ ኖርማል በቃ ኣብዚ መኪና ላብ ማንጨልፎ ድዩ ላብ ጋምራ ድዩ ዝኸዳሉ ፅርጋ ገፍሒ ፅርጋ ድዩ ዝተፀረገ ኣብኡ ሽዱሽተ ሚእቲ ሂኹም ኣይትስእኑ ኣሕዋተይ መዓረይ እዚ እኳስ ክርክር ኣለዎ እዩ ሽዱሽተ ሚእቲ መትከል የለኩም ኣለኹም መትከል ያው ትፈልጡ ኢኹም ዓፅሚ ኣዳም ዝበፅሐ ሰብ እንተ ደኣ ኮይኑ ብመንግስቲ ውውይስ ካብ 18 ስካብ 20 ዘሎ ዕድመ ብመትከል ይበሃው እዩ ነባር ርሕዝቶ ከዓ ግፊሕ ድሕሪ በት ዘለዎም ነባርነት ነባር ርሕዝቶ ኖርማል ከዓ እንድሕር ኮይኑ እስካብ 350 ኣይትስእኒ ስለዚ ኣነ መትከል እዩ ኣለኹ መትከል ከዓ ያው ብሕጊ እውን ፍሉጥ እዩ እንደገና ደግሞ ብመንግስቲ ውብተ ስለዝኾነ መትከል ማንም ሰብ መፅኡ እዚ ምጥላምዶ እዚ ካልኣይ ነገር ምንጋር ኣይመፂ ኣብቲ ነባር ሕዝቶ እኳ ብዙሕ ያው ሕማቕ ይፅቡቕ ክንደይ ነገር ሓልፍሉ እዩ ስለዚ ኣነ ከታ እየ ከባሃሊት ኣብቲ መትከል ዶሮ ኮይሱ ዘሎ ካብቲ ነባር ትሕዝቶ ምግዛእሲ ኣዛ ሓውሰዋሲ እስካብ ሽዱሽተ እስካብ ሽዱሽተ ሓምሳ ካብ ሰለስተ ሚእቲ ሓምሳ ሂብካ ክትገዝእ ሽዱሽተ ሚእቲ ሂብካ መትከልካ ምግዛእ ይበልፅ ሃሊት እየ ቡቲ ኣነ ልሓስቦ ንስኻትኩም ትሓስቡ ወላ ካልእ ነገር ይህሉ ማለት እዩ ስለዚ ኣብ ፅርጋ እንድሕር ኮይኑ እስካብ ሽዱሽተ ኣሎ እንደገና ደሞ ካብ ፅርጋ ትሕት ልበለ እንድሕር ኮይኑ ደሞ እስካብ ኣርባዕተ ሚእቲ እስካብ ኣርባዕተ ሚእቲ ሓምሳይ ኣለኩም እዚ ክብለኩም ከለኹም መትከል እዩ ስለዚ ኣሕዋተይ መዓረይ እንድሕር ትገዝኡ በተለይ በተለይ ኣብዚ ሕዚ ሰዓት ካብ መትከል ካብ ባንኪ ምቕማጥ ቅርሺ ከምዚ ትፈልጥዎ ኣለኹም ላ ዓድና ብዙሕ ረጋዕታ ስለ ዘየለ ያው ከዝኳ ባንኪ በት እስካ ሓምሳ ሽሕ እዮም ዝብለው እምበይ ተዓፅዩ ነይሩ ከዚ እዮም ሃፊቶም ወንበር እስካ ሓምሳ ሽሕ እዮም ንብለው ካብኡ ላዕሊ ግን ኣይህውይ ስለዚ እንድሕር ደኣ ቦታ ትገዝኡ ኮይንኹም እስካብ ኣርባዕተ ሚእቲ እስካብ ሓሙሽተ ሚእቲ ለለኩም ኣብ ባንኪ ኣብ ቦታካ ይበልፅ ኣብ መትከል በቃ ኣዊ ይጽንሐለይ ብድሕሪ ገዛና ደኣ ብቻ ሃገርና ደኣ ብቻ ይተዓራረግ እምበይ ቦታ ክረክስ ይልካ ዘበት እዩ ድሕር ግዜ ማለት እዩ ኣሕዋተይ መዓሪ ስለዚ እቲ ቦታ ትገዝእዎ በዓሉ ቁሙጥ ቅርሺ ስለ ዝኾነ ኣብኡ ክጸንሐልና በሃሊት ኣነ ኣብኡ ክጸንሐልኩም ምክንያቱስ እንድሕር ደኣ ስደት ተመሊስካ ሸይጥካ ክትበልዕ ትኽእል ኢኻ ኣብ ባንኪ እንድሕር ኮይኑ ቅርሺ ግን ናጎደለ እዩ ልሓድር ምክንያቱ እስኻ ክእለት የብልኻይ በቃ ልጎደለ ኣብ ዓዱ ድዩ ኣብ ቤተሰብ ድዩ ስለ ላውፃኻ ልትብ ስለዚ ኣብ ባንኪ በት ቅርሺ ምንም ትርጉም የውሉ ባሕልት የሕዋት የመዓረይ ኣብ ቦታኻ እዩ ዝበልፅ ከዚ ከምዚ ዓይነት ኣብ ሓውሰዋ ኣብ ሓውሰዋ ቦታ ብጣዕሚ እዩ ደስ ልብል ኣብ መትከልሲ እስካብ ሽዱሽተ ሚእቲ እስካብ ሓሙሽተ ሚእቲ ሓምሳይ ቆንጆ ቦታ ክተግኒ ከለኻሲ ረእይዎ እሞ በተለይ በተለይ ኣብዚ ሐዚ ሰዓት ዘሎ መሻርፍቲ ማለት እዩ ስለዚ ሓሙሽተ ሚእቲ ሽዱሽተ ሚእቲ ሂብካ ኣብ ቦታካ ምግዛእ ብጣዕሚ እቲ ዝበለፀ ነገር እዩ እቲ ዋና ነገር ማለት እዩ ኣብ ካርታ ዘለዎ ግን ብዙሕ እስካብ ነጥቢ ሓደ ሓደ ነጥቢ ሓሙሽተ እስካብ ሓደ ነጥቢ ኣርባዕተ ምህላይ ኣሎ እዩ ግን ኣብኡ ንእሽተን ክብድ ይብለካ እዩ ምክንያቱ ስ እስካብ ሓደ ነጥቢ ሓሙሽተ እስካብ ሓደ ነጥቢ ኣርባዕተ ቅርሺ ለይብልካስ ይቅር ዶ ህንዱዚ ቅርሽሲ በዓለን ክልተ ሚእቲ ሰለስተ ሚእቲ እንድሕር ልብል ካለ ብጣዕሚ እዩ ዘቸግረካ ማለት እዩ ኣሕዋተይ ማዕረይ መብራቲ ኣለዎ እዩ ካርታኻ ኣለዎ ድዩ ዝበልኩምኒ ካርታ የብሉ ብስረ ላብ ከተማ ይኣተየ ዝዓዱ እዚ ላብ ከተማ ጠቕላላ ጠቕላላ ኣይኣተይ ገና እዩ ግን እቱ ካርታ ዝበሃል እቱ ማይ ዝበሃል እቱ ካሊእ ካሊእ ነገር ዝበሃል የለይ ብቻ መብራህቲ እዩ ዘለዋ እንደገና ደሞ ፀርጋ ይፅረግሎ ኢለኩም እየ ፀርጋ ግን ኣለዎ እዩ ኣቀማምጣ ገዝኡ ድማ ብጣዕሚ እዩ ፅቡቅ ከምቲ ላረእኹምዎ ዝፀናሕኩም ኣብ ቪድዮ ብጣዕሚ እዩ ጫዓ መስል ሓደሽቲ ገዛታት ይስራሕ ኣሎ ሓድሽ ቅድሚ ብጣዕሚ ደስ ዝብል እዩ ኣቀማምጡ ዕዳጋ ደሞ ዕዳጋ ብዕራይ ኣለዉ እዩ ሓሙስ ሓሙስ ኣሕዋተይ እንደገና ደሞ ላብ መረሚት እውን ዓረብ ኣያ ቢያንስ ፍርቂ ሰዓት እያ ተኾነት እምበይ ኣብኡ እዩ ዕዳጎም ምክንያቱ ሲ ላብ መረሚእቲ ይኸዱ እዮም ዕዳጎም ስለኡ ዝኾነ ቃረብ ኣዩ ካልኣይ ነገር ግን እቲ ናይ ከተማ ዝብል እቲ ናይ ካርታ ዝብል ግን ብጭራሽ ብጭራሽ ኣይሕስወለውን ላውስ ኣይሕሰወለይ ገና ገና ገና ገና እዩ እግዚኣብሄር ተይልዎ ሃገርና ብልተረጋገዐ ኩሉ ነገር ያው ዓድና ናማዕበለ ስለ ዝኸሉ ኣሕዋተይ ያው ካርታ ለክዓቸው ክኽእል ማይ ለክዓቸው ክኽእል ስለዚ ቦታ ልመስል ኣይግነይ ተቓማጢ ስለ ዝኾነ በታኹም ግዝኡ እየ እቲ ኩሉ ነገር ልሓትትኩም ንሕዋተይ ቀስ ብቀስ ሃምዚ ገይረ ከምፅልኹም እየ ከምቲ ትርእይዎ ኣለኹም እዚኣ ሓውሰዋ እያ ያው ብጣዕሚ እዩ ሜዳ ብጣዕሚ ማለት እዩ ደስ ልብል እዩ ከረን ወዲ ከረን የውሊ ቀደም ብጣዕሚ እዩ ፀቢብ ነይሩ ሕዚ ግን ብጣዕሚ ብጣዕሚ እዩ ተጋፊሑ እኒኦ ኣሕዋተይ ብጣዕሚ ካብ መጠን እንዳሓለፈ ደስ እዩ ዝብል ካልኣይ ነገር ደሞ ዓብዪ ዓዲ እዩ ዓዲ ዓበይቲ እዩ ሓውሰዋ ብጣዕሚ እዩ ደስ ልብለካ ያው ጉዝኡ ጉዝኦ ኢትኹም ገዚእኹም ረእይዎ ማለት እዩ ተማዕበለለ ትቕመጡ ሃምእቶ ይለ መድሐዚ ቦታኹም ክትገብሩ ትኽእል ኢኹም ያው ከምቲ ትሪእዎ ኣለኹም ናይ ሎማዓንቲ ብዴንያ እዚኣ ትመስል ነይራ መጀመርያ ነገር ግን ኣሕዋተይ ሃገርና ሰላም ይግበረና ሃገርና እንድሕር ደኣ ሰላም ኮይኑ ኩሉ ነገር ናቀነሰ ይሓድር ኩሉ ነገር ደስ ደስ ክትገዝኦለ ደስ ደስ ይብለካ ክትሰርሖለ ደስ ደስ ይብለካ ሕዝስ ብጣዕሚ ናባዕለና ሓደረስ ገዛናስ በቃ ሽንፍል ሽንፍል ኣብ ዓድና ዘሎ ሕግስ እንድዒ ብስሩ እግዚኣብሄር ኣምላክ ደኣ ባዕሉ ቆላሕ ይበለና እምበይ ሕዋተይ እንድዒ በቃ ዓድናስ ሓምዝያ ሓምዝያ ሓምዝያ ሓምዝያ ፕሮሰስ ብዙሕ እዩና ዘለዋ እግዚኣብሔር ኣምላክ ምሕረት የውርደና ክብል ይደሊ ንሃገርና መጀመርያ ነገር ሰላም ካሊእ ብድሕሪ እዩ ልመፅ ኣሕዋተይ ሰላም እንድሕር ደኣ ሓሊ እዚ መጀመርያ ነገር መጀመርያ ነገር ሰላም ኢና ንደሊ ክብል ይደሊ ናይ ሎማዓንቲ ቪድዮና እዚኣ ትመስል ነይራ ብካሊእ ቪድዮ ስካዕካል ንመፅእ ሰሰናይ ደቂ ዓበይቲ ዋየ ተመችኩም ተኮይኑ ድማ ሸር ላይክ እናጎርኩም እተዩ ባይ ባይ